እቲ ኣእዳዋ ዝተቖረጸት ኤረትራዊት ሓፍትና ናታ ነብሳ ተራኺቡ ኣብ ጀርመን መግለጺ ሓድሽ ናይ ሎምዓንቲ ወጽዩ ህጂ እቲ ናታ ሬዛ ከኣ ብዘይ ርእሲ ርእሳ ውን ተቖሪጹ ኣውንቲ ከምኡ ድማ ከኣ እቲ ናታ በዓልቲ ቤታ ከኣ ኣብ ካልእ ሃገር ተኣሲሩ ኣሎ ኣብ ካልእ ሃገር ተታሒዙ ኣሎ እሱ ድዩ ቀታሊ መን እዩ እቲ ቀታሊ ብህጂ ክምርመር እዩ
ሰላም ከመይ ጸንሑታ ክቡራት ሰማዕትና እምበኣርከስ እዛ ኣብ ሃገረ ጀርመን ክልተ ኣእዳዋ ተቖሪጻ ተረኺባ ዝብል ዜና ምስ ሰማዕና ድሕሪኡ ድማ ድሕሪ ብርክት ዝበሉ መዓልታት ድማ ናይ ዝሓፍትና እዚኣ እቲ ካሊእ ኣካላታ ኣዝዩ ብዛስካሕክሕ ኩነታት ተቖራሪጹ ከም ዝረኸብዎ እዞም ፖላይስ ጀርመን ዝሓበሩ እንትኾኑ ንዚ ወንጀል እዚ ክፍጽሞ ይኽእል እዩ ወይ ከዓ ፈጻሚኡ ዝኾነ ግለሰብ ድማ ኣብ ሃገረ ኢትዮጵያ ቁፅር ፖላይስ ከም ዝወዓለ እዩ ተሓቢሩ ጸኒሑ ማለት እውን ሰብ እዚ ነዚ ወንጀል እዚ ድሕሪ ምፍፃሙ ናብ ኢትዮጵያ ከምዚ እዞም ፖላይስ ኢትዮጵያ ድማ ኣብ ኢድ ቁፅፅሮም ከም ዘውዕልዎ ንፖላይስ ጀርመን ዝሓበሩ ዋላ ዝነበሩ እንተኾኑ ኣብዚ ሕጂ ሰዓት ከዓ ብዛዕባ እዚ ወንጀለኛ እዚ ዝዝረብ ዘሎ ሓበሬታ እንተሎ እዚ ሰብ እዚ ካብቶም ኢድ ፖላይስ ኢትዮጵያ እውን ከም ዝሃደመ ሓደሽቲ ሓበሬታት ዝወፁ ኣለዉ። ነዚ ጉዳይ እዚ እውን ክከታተሎ ዝፈተነ ሓዋ ናዛ ግዳይ ዝኾነት ኣብ ሃገረ ጀርመን ግዳይ ዝኾነት ሓዋ እውን ኣብ ኣዲስ ኣበባ ዝቕመጥ ሓዋ እውን ብዛዕባ እዚ ተመርኲዙ ዝሃቦ ቃል ኣሎ ንሱ ናባኹም ክናስምዕ ኢና ምሳና ጽንሑ ሰናይ ምክትታል። ትሪኦ ኣለኻ እዚ ግዜ ሰብኣይ ንሰበይቱ ብኽሳዳ እናሓዘ ይሓርቕ ይቑጣዕ ይዓብድ ይቐትል ይሓንቕ ይሓርድ ከመይ ኣቢለ ደኣ እሞ ናትካ ክኾን ክፈቅድ ደሓን ይትረፈኒ ንቡር ይትረፈኒ ሓዳር ካብ ሞት ክሓይሽ እዩ በይንኻ ምንባር
ያቡ ክቡራት ሰማዕትና እዚ ኣብ ሃገረ ጀርመን ዝተፈፀመ ወንጀል መብዛሕትና ሰባት እዚ ጉዳይ እዚ ኣሕዚንና ፀኒሑ እዩ ብፍላይ ከዓ ድሕርቲ ክልተ ኣእዳዋተይ ቆሪጸን ተረኺበን ዝብል ዜና ካብ ማዕከናት ጀርመን ድሕሪ ምስማዕና ድማ ናይዛ ሓፍትና እዚኣ እቲ ካሊእ ኣካላታ ድማ ከም ዘይተረኸበ እንዳሓበሩ ዝጸንሑ እንትኾኑ እዞም ፖላይስ ጀርመን ንኣስታት ዓሰርተ ዕለታት ዝኣክል እውን ሰፊሕ ዝኾነ ምእላሽ እንዳገበሩ ከም ዝጸንሑ እዞም ፖላይስ ጀርመን ዝፍለጥ ኮይኑ ኣብዚ ጉዳይ እዚ እውን መብዛሕትኤና ሰባት እንዳሻቀለና ጸኒሑ እዩ ምክንያቱ ድማ እዛ ሰብ እዚኣ ሓንሳእ ካብ ሞተት ናይ ንቡራ ናይ ሰባ ክትረክብ እቲ ካሊእ ኣካላታ እውን ተዝርከብ ዝብል ናይ መብዛሕቴና ሰባት ትፅቢት እዩ ዝነበረ። እዞም ፓላሽ ጀርመን ድማ ድሕሪ ዓሰርተ ዕለታት ድሕሪ ብርክ ዝበለ መዓልታት እውን እቲ ካሊእ ኣካላታ ከም ዝረኸብዎ እዮም ሓቢሮም። ኣብቲ ሽዑ ዝሓበርዎ ሰዓት ድማ ብጣዕሚ ኣዝዩ ኣዘግናኒ ብዝኾነ መሕዘኒ ብዝኾነ ተፍፃሜት ናይዛ ሓፍትና እዚኣ ንክትጠቕሶ ኣዝዩ ከቢድ ብዝኾነ እቲ ሬሳኣ ከም ዝረኸብዎ እዮም እዞም ፖላይስ ጀርመን ዝሓበሩ ማለት እውን ናይ ዝሓፍትና እዚኣ እቲ ክልተ ኣዳዋ ማለት እውን ካብ ጎንቦ ኣዳዋ ጀሚሩ እቲ ክልተ ኣዳዋ ኣጻብዕታ ኣብ ኣክቶባን ዝበሃል ፍሉይ ቦታ ድሕሪ ምርካቦም ናይ ዝሓፍትና እዚኣ እቲ ካሊእ ኣካላታ ድማ ኣብ ራይንፋንስ ዝተባሃለ ንኣስታት 112 ኪሎ ሜትር ርሒቕኻ ከም ዝረኸብዎ ኮይኑ ግን ድማ እቲ ዝረኸብዎ ሬሳ ድማ ብጣዕሚ ኣዝዩ ብዘሕዝን ኣዘግናን ብዝኾነ ኩነታት ከም ዝረኸብዎ እዮም ሓቢሮም ኣብቲ ሽዑ ሰዓት እውን እቲ ካልእ ኣካላታ ማለት እውን ከም ርእሳ ናይ ሽክና ርእሳ ካልኦት ኣካላታ እውን ከምዚ ከም ዘይረኸቡ ዝሓበሩ እንትኾኑ ናይዚ ሓፍትና እዚኣ እቲ ካልእ ኣካላታ ከምዚ ኢሉ ምርካቡ ድማ ዝበኣሰ ብጣዕሚ ኣዚና ከም ዝሓዘና ዝፍለጥ እዩ ኣብታ ሽዓ ሰዓት ድማ እቲ ካልእ ኣካላታ ኣዝዩ ብዘሕዝን ኩነታት እቲ ሬሳኣ ከም ዝተረኸበ ምስ ሓበሩ ድማ ኣቦ ኣቢሎም እውን ነዚ ወንጀል እዚ ክፍጽሞ ይኽእል እዩ ወይ ከዓ ፈጸሚኡ እውን ክኸውን ይኽእል ዝተባሃለ ግለሰብ እውን ማለት ድማ እዞም ፖላይስ ጀርመን እስካብ ኣብ ኢዶም ዘእትዎ ነዚ ወንጀል እዚ ዝፈፀመ ሰብ ፈፃሚ ኢኻ ኣይብልዎን ኣብ ጥርጣረ ትረአ ኣለኻ እሞ ምፃእ ሕግኻ ተኸታተል እዚ ዓይነቱ መልእኽቲ እዮም ዘመሓላልፉ ንዚ ብናይ ሓፍትና ወንጀል ዝተጠርጠረ ሰብ እውን ኣብ ኢድ ቁፅር ፖላይስ ኢትዮጵያ ውዒሉ ዝብል ሓበሬታ ዋላ ዛስምዑ እንትኾኑ ግን ከዓ ንዚ ወንጀል እዚ ብዘይኩ ካሊእ ሰብ ክፍፅሞ ኣይኽእልን ንዚ ወንጀል እዚ ክፍፅም እዩ እውን ናብ ካሊእ ሃገር ዝሃደመ ናብ ኢትዮጵያ ዝሃደመ እዚ ሰብ እዚ ናብ ሃገር ኢትዮጵያ ምስ ሃደመ ኣብ ፖላይስ ኢትዮጵያ ቁፅር ምስ ወዓለ ምስ ተባሃለ ድማ ንዚ ክከታተልዎ ዝደልዩ ናይዛ ሓፍትና ሓታ ዝኾኑ ከምኡ ሓፍታን ከምኡ እውን ሓዋን ዝኾኑ ድማ ናብቲ ዋና እስሪ ቤት ናይ ኢትዮጵያ ኣብ ኣዲስ ኣበባ ዝርከብ ናብኡ ምስ ኣምርሑ ድማ ከምዚ ዓይነት ዝሰርሐ ወንጀለኛ ካብ ሃገረ ጀርመን ዝመፀ ግለሰብ ኣብ ኢድ ቁፅርኹም ከም ዝወዓለ ብፖላይስ ጀርመን ይሕበር ኣሎ እሞ ብዛዕባ እዚ ሰብ እዚ ደሃይ ክንፈልጥ ኢና ደሊና፣ ነዛ ግዳይ ዝኾነት እውን ናይ ቀረባ ዘመዳ ኣሕዋትና ኢና እሞ ሕጂ ነዚ ወንጀል እዚ ብቕርበት ክንከታተሎ ዝግበአና ሰባት እውን ንሕና ኢና። ሕጂ ብዛዕባ እዚ ሰብ እዚ ትፈልጥዎ ጉዳይ እንተለኩም ሓቡርና ቢል ቁጽርኩም ከ ውዕሉ ድዩ ዝብል ሕቶ እንተቕርቡ እዞም ስድራ ናይዛ ሓፍትና ድማ ከምዚ ዝጥቀስ ዘሎ ግለሰብ ኣብ ኢድ ቁጽሮም ከም ዘይወዓለ ምስኦም እውን ከም ዘየለ እዮም ሓቢሮም። ወይ እውን ናይዚ ሰብ እዚ ብስፔሻሊስት ተታሒ ምናልባት ኣብ ካሊእ ቦታ እስሪ ቤት ከይህሊ ኣጋጣሚ ካሊእ እውን ኣልሽዎ ኩሉ ዋላ ዝተሰምዑ እንትኾኑ ኮይኑ ግን ሰብ እዚ ኣብ ኢድ ፖላይስ ኢትዮጵያ ከም ዘየለ እዮም እቲ ዝረኸብዎ እዞም ስድራ ናይዚ ሓፍትና እዚኣ ዝገልፁ። እዞም ሰድራ ናይዚ ሓፍትና እውን ማለት እውን ኣሓታ ዝኾኑ ናይዚ ሓፍትና እውን ንሰማዕቲ ዘመሓልፎ መልእኽቲ እንተለውን ሰብዚ ኣብ ኢድ ፖላይስ ኢትዮጵያ ከም ዝወዓለ ብፖላይስ ጀርመን ዝሕበር ዘሎ ሓበሬታ ዝተወዘዐ ክኸውን ይኽእል እዩ ወይ እውን ሰብ እዚ ካብ እቶም ፖላይስ ኢትዮጵያ ብካሊእ ሜላታት ተጠቒሙ ሃዲሙ እውን ክኸውን ይኽእል እዩ ዝብል ዘረባ እዮም ኣስሚዖም ዘለዉ። እቲ ብወገን ናይዛ ሓፍትና ግዳይ ዝኾነት ሓዋ ዝተሰምዐ ዘረባ እውን ብዕሊ እዞም ፖላይስ ኢትዮጵያ ንዚ ወንጀለኛ እዚ ካሊእ ረብሓታት እንድሕር ደኣ እንቶም ፖላይስ ሂብዎም ኮይኑ ካብ ኢዶም ከምልጥዎ ይኽእሉ እዮም። ሰብ እዚ ከምኡ ናበለ ክነብር ድዩ ንዝብል ገንዘብ ኣብ ዝውደሉ ሰዓት መዋፅኦ ክስእን እዩ። ኣብ ዝኾነ ሃገር ይህደም ዋላ እውን ኣብ ኢድ ቁፅር ፖላይስ ኣብ ኢድ ቁፅር ፖላይስ ጀርመን ምውዓሉ እውን ዘይተርፍ እዩ። ንዚ ጉዳይ እዚ እውን እዞም ፖላይስ ጀርመን እውን ብቅርበት ይከታተልዎ ከም ዘለዉ እዮም። እዚ ዝኣክል ወን ሃገሮም እዚ ዝኣክል ወንጀል ተፈጺሙ ንሰብ እዚ ፈጺሞም ዕሽሽ ክብልዎ ኣይኹልን ንዚ ጉዳይ እዚ እውን ብቅርበት እንዳተኸታተሉ ንፖሊስ ኢትዮጵያ እውን መልእኽቲ እናመሓላለፉ እዮም ዝርከቡ።